ሰላም ሰላም ሰላም ንዓኹም ይኹን ዝኸበርኩምን ዝኸበርክንን ኣብ ርሑቕን ኣብ ቀረባን ዘለኹም ተኸታተልቲ መደብ ቻነል ኤም ቲቪ ከም ኩሉ ግዜ ካብ ኩሉ ግዜ ትካታተሉ ተኻታተልቲ ዝኸበርን ዝዓዘዝን ዕዙዝ ሰላምታና ይብጻሕኹም ኣኣብ ዘለኹሞ በብግዚኹምን ሰዓትኩምን ብምድጋም ብምድግጋም ሰላም ሰላም ሰላም ንዓኹም ይኹን እምበኣር ናይ ሎሚ መደብ ሒዝናልኩም ቀሪብና ዘለና ከመይ ጌርካ ኣብ ቫይረስ ዘሎ ሶሪ ኣብ ፒሲ ወይ ከዓ ፐርሰናል ኮምፒውተር ወይ ከዓ ላፕቶፕ ዘሎ ቫይረስ ከመይ ጌርካ ከም እተውፅኦ ክንርኢ ኢና ኣብኡ ዘሎ ዝተኣኻኸበ ጓሓፍ ከዓ ከመይ ጌርካ ከዓ ትድምስሶ ብሓባር ክንርኢ ኢና ከመይ ጌርካ ከዓ ኣብኡ ዘሎ እቲ ጓሓፍ እቲ ኣልዮ ከዓ ክንርኢ ኢና ማለት እዩ ስለዚ ቅድም ክብል ኣቐዲመ ከዓ እዚ ኣብዚ ስክሪን ዘሎ እዚ ኣብ ስክሪን ዘሎ ትርእይዎ ዘለኹም እዚ ኣብ ስክሪን ዘሎ ትርእይዎ ዘለኹም ከመይ ጌርና ስነ ቃል ግሲ መሪሐ ቃል ፕላስ ወይ ከዓ ማይናስ ወይ ከዓ ትደሞሮ ወይ ከኣ ዝጎደሎ ከመይ ገይሩ ይኸውን ንዝብል ኣብዚ ምኻድ ኺዶ ናብ ምኻድ ዝብል ልክዕን ጌጋን ናይ ኣባሃህላ ኣብ ሕብረተሰብና ብጌጋ እንዛረቦ ካብ ብዙሕ ምንባብ ዝረኸብኩዎን ዘዳለኹዎን እዩ ናተይ ተፈጥራዊ ናተይ ምህዛዊ ዘይኮነ ናተይ ኣገላልጻ ዘይኮነ ካብ ብዙሕ መጽሓፋት ብፍላይ ከኣ ካብ ስዋሱ ትግርኛ ወይ ከኣ ካብ ስነ ቃል ልክዕ ወይ ከኣ እወታዊ ኣባህህላ ዝረኸብክዎም እዮም እዚኦም ኣብዚ ስክሪን ገይረዮም ዘለኹ ኩሉ ግዜ ብጌጋ እንዛረቦም ኣቐዲመ እዚኣ ከዓ ምስኡ ክሕብረኩም እደሊ ክልትኤን እየን እዚእንትን ኣቕሪበየን ዘለኹ እዚ ከኣ ንገዛ ንኤርትራ ክኤርትራ ሓምሽተ ኪሎ ድከውን ንቤት ንቤተይ ንደገ ንወጻኢ ደየሎ የሎን ሃፍቲ ይብለካ ንዝብል እዚ ዓይነት እዚ እዚ ብሙሉኤን ክነብበን ዝጸናሕና ኣሉታየን እዚ ቀይሕ ጌሬ ዘለኹ እዚ ባዕለይ ኣዳልየዮ ማለት እዩ ምክንያቱ ካብ ዘንበብክዎ እዩ ኣገላልጻ እወ እወታ ወይ ከኣ ልክዕ ኣባህህላ ማለት እዮም እዚኦም ናብ ኤርትራ ናብ ገዛ ናብ ኤርትራ ሓምሽተ ኪሎ ዝኸውን ናብ ቤተይ ናብ ደገ ካብ ዝተፈላለዩ ዓይነት መጽሓፍ ሰዋሱ ብፍላይ ካብዞም ኣዝዮም ምሁራን ዝኾኑ ብዙሕ ዓመታት ከዓ ኣብ ድርሰት ዝተዋፈሩ ኣብ ድርሰት ዘለዉ ስነ ጽሑፍ ትግርኛ ዘዳለዉ ኤርትራውያን ካብኦም ብምንባብ የንቢበዮ እዚ ከኣ ንእግሪ መንገድኹም ወስ ክትብልዎ ክትርእይዎ ልክዕ ኣበሃህላ ወይ ከኣ ልክዕ ኣዘራርባ ከነዳሉ ወይ ከኣ ከነቕርብ ክንብል ከኣ በዚ ብምሕጽንታ ከኣ ምሕጸነኩም ንእግሪ መንገደይ ኣብ ትግርኛ ዘለና ኣመዓባብላ ወይ ከኣ ኣበሃህላ ከኣ ፍልይ ዝበለ ካብቲ ዘዕበየና ዘይኮነሲ በቲ ዘዕበየና ዘይኮነስ በዚ ሕጂ ዝውለድ ዘሎ ትግርኛ ከኣ ንእግሪ መንገድና ክንዛረብ ከኣ ኣብዚኣ ለወባ ይቐርብ እምበኣር ስለዚ ሕጂ ናብቲ ዝብሎ ዘለኹ መዲበዮ ዘለኹ መደብ ክእትወኩም ከመይ ጌርና ናይ ጓሓፍ ቫይረስ ካብ ተሰ ወይ ከዓ ኮምፒውተር ነውፅእ ከሪኦኩም እዩ ስለዚ

ዊንዶው ኣር ጠዊቕና ኣብዚኣ እንታይ ክንጽሕፍ ኢና ሕጂ ሽፍት ጠዊቕና ፐርሰንት ንጥውቕ እዚኣ ቴምፕ ትመጽና ኣላ ማለት እዩ ስለዚ ኣብዛ ቴምፕ ምስ ጠወቕና ከምዚኣ ጌርና ኦኬ ንጥውቕ ኦኬ ምስ ጠወቕና እዚ ስክሪንና ከነዕብዮ ንኽእል ኢና ትርእይዎ ኣለኹም እዚ እዚ ትርእይዎ ኣለኹም እዚ እዚ ቴምፕ ማለት እዩ ኣብዚ ይርከብ ማለት እዩ እዚ ቴምፕ ወይ ከዓ ረስኒ ንኮምፒውተር ዝገብረሉ ማለት እዩ እዚ ብምሉእ እዚ ኣብዚ ነብል ማለት እዩ ስለዚ እዚ ብዘሎ ብምሉእ እዚ ጉሓፍ እዩ ኣብዚኣ ክሊክ ጌርና ኮንትሮል ኤይ ሴሌክት ጌርና ብምሉእ ሽዑ ድለይት ንጥውቕ ወይ ከዓ ኮንትሮል ኤክስ እውን ክንጥውቕ ንኽእል ኢና ስለዚ ያ ንብሎ ያ ንብሎ ኣብዚ ከዓ ፈርፅፅም ቅፅል ማለት እዩ ያ ንብሎ ማለት እዩ ያ ኩሉ ከምዚ ጌርና ንቐንጥጦ ማለት እዩ ኣብዚ እንደገና ያ ኩሉ ከምዚ ኢሉ ከምዚኣ ንብላ ስለዚ እቲ ዝተረፈ ብዘየገድስ እንተደገምናዮ እውን ያው እዩ ማለት እዩ ስለዚ ከምዚ ጌርና እዚ ነውፅ ኣለና ማለት እዩ ሕጂ እዚ ካንስል ንብሎ ኣንኮራ ዊንዶው ፕላስ ኣር ንጥውቕ እንደገና መጀመርታ ዝነበረት እዚኣ

እንደገና ናይ ኦፊስ ከማን ኣሎ ኣብዚ ሕጂ ነዚ ብምልኡ እዚ ልክዕ እንታይ ገይርዎ ኣሎ ረስኒ ገይርሉ ኣሎ ማለት እዩ ስለዚ ኣብዚኣ ክሊክ ጌርና ኮንትሮል ኤ ሴሌክት ጌርና ወይ ኮንትሮል ኤክስ ክንገብሮ ንኽእል ኢና እዚ ጌርና ክንድምስሶ ንኽእል ወይ ከዓ ዲሌት ንጥውቕ ማለት እዩ ስለዚ እያ ንብሎ እያ ፈርሴዝም ቅፅል እያ ብምሉእ ንጉሕፎ። ሕጂ ኣብዚ ዝነበረ እቲ ዘየድሊ ነዚ ላፕቶፕ ወይ ከኣ ነዚ ኮምፒተር ሒዝዎ ዓጊትዎ ዝነበረ ምስራሕ እውን ዝኸልኦ ዝነበረ ከምዚ ጌርና ከኣ ነብሎ። ስለዚ ትብኡ ዝነበረ ከኣ እንደገና ከኣ ኣብዚ ከኣ ፕሪፌች ከኣ እንደገና ከኣ ንጠወቕ ማለት እዩ። ሕጂ እዚ ብትግርኛ ኢና ንዛረብ ዘለና ንክትገልጾ በቲ ብእንግሊዝ ዝብልዎ ከኣ ጸግም እዩ ሕጂ ስለዚ ከምዚኣ ጌርና እንደገና ካብዚ ፈርሰት ያ ኣብዚ ካብ ብምሉ እንደገና ኣብኡ ዝነበረ ብምሉ ከላይ ከዓ ተወሳኺ ከምዚኣ ጌርና ኮንትሮል ኤሰለክት እንደገና ድሌይትድ ዲሌይትድ ያ ሚእቲ ተስዓን ሽዱሽተን ፍቕዲ ኣሎ ማለት እዩ ስለዚ እያ ንብሎ ከምዚ ጌርና ንድምስሶ ወዲኡ ኣሎ ስለዚ እታ ኮምፒውተር እንታይ ኮይና ኣላ ፋስት ስፒድ ትገብር ማለት እዩ ኣብዚ ከ እንደገና ሪፍሬሽ ከ ንብሎ ከ ማለት እዩ ስለዚ ኣብዚ ዝኾነ ክስታይ እንድሕር ኣብፅና ሪፍሬሽ ንብሎ ክሊክ ንብሎ ስለዚ ከምዚ እናገበርና ኮምፒተርና ከነፅፍፍን ከነፅርን ክንከታተልን ጥዕና ናይ ኮምፒተርና ማለት እዩ ስለዚ እዚ ነርና ኢሎም መዓንቲ መደበይ እዚአን ከዓ ንእግሪ መንገድኹም ኣጋጣሚ ኣብዚ ስክሪን ኣብዚ ናተይ ስክሪን ባክግራውንድ ዴስክ ናይ ዴስክ ገይረ ስለ ዘለኹ ኣብዚ ስለዚ ምስ ኮሙ እየ እንታይ ዝበሃሎ ገይረያ እዚኣ ሕጂ ንእግሪ መንገደይስ እንታይ እዩ ዝፅሒፍዎ ዘሎ ንኸይትብሉን እዩ እምበርቲ መደብ ከመይ ጌርካ ኣንቲ እቲ ቫይረስ ከመይ ጌርካ ተውፅኦ ካብ ላፕቶፕ ኣብ ዝነበረ ጓሓፍ ከዓ ከመይ ጌርካ ትጉሕፎ ብምባል እዩ ዝነበሩ እቲ መደብ ዝመስል ነይሩ ናይ ሎማዓንቲ ጽን ኢልኩም ከተከታተሉና ስለ ዝጸናሕኩም ኣዚና ከም ኩሉ ግዜ ምስጋና ነመስግነኩም እዚ ወድሓንኩም ሰናይን ሰላምን ኣኣብ ዘለኹሞ ንዓኹም ይኹን ክብረት ይሃበልና የቐኔልና ኣብ ዳግማይ ንክንራኸብ ከምዚ ዓይነት ተመሳሳሊ ኣዝዩ ጠቓሚ ዝኾነ ንዓና ክጠቕመና ዝኽእል ነገራት ከኣ መታን ክንራኸብ ኣብ መጨረሽታ ሳብስክራይብ ኣይተውሕዱ ኢኹም ኣብ ሳብስክራይብ ግበሩ እንተፈቲኹሞ እውን እቲ ቪድዮ ላይክ ሼር ኮመንት ብምግባር ናትና ደገፍ ብምግባር ብኸምኡ ዓይነት ክንራኸብ ወይ ከዓ ክንበረታዕ ንኽእል ኢና ስለዚ ክሳብ ክንደይ ከም ዝፈተኹሞ መግለፂ ከዓ ንዓና ከዓ ኣዝዩ ከዓ ዝበርሃልና ነገር ብምዃኑ ስለዚ እዚ ቻነል እዚ ካብ ክልተ ሽሕን ዓሰርተን እዩ ወፂኡ ግን ኣጋጣሚ ብዝኾነ ኣጋጣሚታት ክነብሎ ፀናሕናን ግን ሕጂ ቀፂልና ኣለና ስለዝኾነ መጀመርታ ብካልእ ካልእ ኢና ጀምቢና ነይርና ሕጂ ግን ብዝተፈላለየ ብዝመጸልና ሓሳብን ብዝጠቐም ዝኾነ ነገራትን ክነዳሉ ናባኹም ኢና ተዳሊና ዘለና እዚ ኸ እዚ ኸ ቻነል ኤምቲቪ ስለዚ ቻው ናይ ሎማዓንቲ ዝመስል ነይሩ ቻው ቻው የቐንየልና ቻው ቻው